ክቡራትን ፍቑራትን ቤተሰብ ፍሪ ፕሮዳክሽንስ ደሓን ዶ ቐኒኹም ከመይ ኣለኹም ብኹሉ ብሰላምን ብጥዕናን ብሓጎስን ክትህልዉ ናይ ኩሉ ሳዕ ትምኒትናን ጽሎትናን እዩ ሎም መዓልቲ ምስተን ኣዝየ ኣዝየ ኣዝየ ዝፈትወንን ዘኽብረንን ኣሓተይ ኣብ ቅድሜኹም ቀሪበ ኣለኹ ሓቢርና ካብቲ ዝሓለፍናዮ ነገራት ጽቡቕን ሕማቕን ነገራት ከነካፍለኩም መጺእና ኣሎና ካብኡ ብዙሕ ነገር ከም ትመሃሩ ኣይጠራጠርን ክሳዕ መወዳእታ እምበኣር ነዚ መደብ እዚ ክትካታተሉ ሓደራ እብለኩም ጎይታ ይባርኽኩም እሞ ምስዘን ኣሓተይ ከፋልጠኩም ቦኽሪ ገዛና ሩት እያ ድሕሪ ሩት ኣነ እየ ድሕሪኡ ሰላም ሓፍቲ ኣላ ኣብዚ ድሕሪኡ ጸጋ ድሕሪኡ ድማ ልዋም ኣላ እምበኣር ክንጅምር ኢና ብዛዕባ ኣተዓባብያና እስኪ ንዛረብ ከመይ ገር ምገለጽክኖ ኣተዓባብያና እንታይ ትብላ ኣነ ዶ ክዛረብ ብታሕቲ ይጀመር ብንእሽተይ ኣነ ክገልጾ ከለኩ ክንዓቢ ከለና ከመይ ምበልኩ ከምዚ ናይ ኣሜሪካ ናብራ ምበልኩ ሰብኣይን ሰበይትን ይሰርሑ የምጽኡ ነቶም ደቆም ብዝከኣሎም መጠን ይገብሩሎም ቨኬሽን ይወስዱና ትምህርትና ብጣዕሚ ይግድሱ ነይሮም ኣብ ገዛ መጺኦም ዝምህሩና ክሳዕ ክንድኡ ዳኸፈሉ ክሳዕ ክንድኡ ዋጋ ከፊሎምልና እዮም ብናይ ልዋም ሓሳባት ክም ንኣሜሪካን ስታይል። ከምኡ ገይሮም ኣዕብዮምና ኢሎም በልኩ። ምናልባት ባባ ምስ ኣሜሪካውያን እውን ቁሩብ ምስርሑ ካብኣቶም ዝወሰዶ ነገር ከም ዘሎ ይመስለኒ። መሓዙተይ
ምስ ኣዲኤን ክምስሓ ከለዋ ክርኢ ከለኹ ይቐንእ ነይረ። ማማ ትመጽእ ነይራ ንምሳሕ ፎር ሹር፣ ግን ሓንቲ ሰዓት እያ ነይራታ። I wish ማማ ገዛ ትውዕል ኔራ ተትኸውን እብል ኔረ ኣነ ቆልዓ ከለኹ ግን ዳሕራይ ክሪኦ ከለኹ ምስ ዓበኹ ግን በቲ ግዜ እቲሲ ብዙሓት ሰራሕተኛታት ኣዴታት ኣይነበራን ነርስታት ኔረን መማህራን ኔረን ኦፊስ ግን ብዙሓት ዝሰርሓ ኣንስቲ ኣይነበራን ድነበራ መገድታት ድነበራ ሓሳባት ድነበራ ክእለት ካልእ ዓይነት ክም ነበረ ሕጂ እየ ክርደኣኒ ክኢሉ ተረዲኡካ ምኽንያት ቆልዓ ከለኹ ግን

ኣነ ከኣ ናይ ቨኬሽን ግዜና እዝክሮ ክልተ ማካይን ንባጽዕ ክኸዳ ከለዋ ንኸረን ክንከይድ ከለና every summer እስኻትኩም ነዲስ ኣበባ ክትከዱ ከለኹም ንኣሜሪካ ክመጽእ ክመጽእ ክብል ከለኹ ሰለስተ ሻዕ ኣርባዕተ ሻዕ ኢና ነዲስ ኣበባ ተመላሊስና ኣነን ባባን ጥራይ ስለዚ ሱታ ሱታሲ ፍልይ ዝበለ ቤተሰብ ኮይኑ እዩ ንዓይ ዝስማዓኒ ዝዓበናሉ።
ኣዝዩ ደስ ብዘብል ዓይነት ኣተዓባብያ ብዝኽእልዎ ኩሉ ዋጋ ከፊሎም እዮም የዕብዮምና። ብዙሕ ነገር ምተዛረብና ግን ደሓን ኣብዚ ጠጠው ደይነብላ ክቕፅል ደልየ ደለኹ ግን ብዛዕባ ባባ ንዛረብ። ባባ ንዓና ከመይ ነይሩ? ባባ ንሰባት ከመይ ነይሩ? ሩትየይ ብኣኺ ጀምር። ባባ ብጣዕሚ ጥዑም፣ ፈቃር፣ ለጋስ ሰብ እዩ ነይሩ። ንዝተወፀዐ ምሕጋዝ እዩ ዝፈቱ ነይሩ። ኣብ ስርሑ እውን ንብዙሕ ሰብ ከም ዝሕግዝ ሕጂ ዘዝረኽቦም ሰባት ብዛዕባ ባባ ብጣዕሚ ጽቡቕ እዮም ዝነግሩና። በቃ ንዓና እውን ጽቡቕ ገይሩ የዕብዩና።
ኣነ ናይ ባባ ዝዝክሮ ገለ እተጎድኤ ሰብ ወይ ዝሰኣነ ወይ ብጣዕሚ እተሸገረ ሰብ ክርኢ ከሎ ዳኒኤል እዚ እውን ከማኻ ወዲ ትሽዓተ ወርሒ እዩ። እዚ ውን ኣቦን ኣደ ነይሮም እሞ ድማ ጽቡቅ ዝምነ ኢሉ ስለዚ ኩሉ ሳዕ ክህብ ክሕግዝ እየ ኣነ ውን ዝፈልጦ። ሓንቲ ብዙሕ ግዜ ዝመኽረና ዝነበረ ኣሕዋትኩም ፋሚሊ ብጣዕሚ እዩ ዝግደስ ነይሩ እስፐሽሊ ኣብ ኣሜሪካ ምስ መጻና ካብ ኣሕዋትኪ ከይትፍለዪ እንዳበለ እዩ ዝመኽረኒ ነይሩ ንዓይ እስፐሽሊ ክድውለለይ ከሎ ከምዚ ኣብ ካሊፎርንያ ክቅመጥ ምስ ጀመርኩ ኣሕዋትኪ ትድውልሎም ዶ ኣለኺ ንሩት ተዛርብያ ዶ ኣለኺ

ናይ ማማኸ? ኣነ ናይ ማማ ዝዝከረኒ ብስራሓ ዕውትቲ ምዃና እዩ። ካበይ ጀሚራ ናበይ ከም ዝወደእት ኣብ ኣስመራ ከላ ክትሪኦ ከለኻ እቲ ዝነበረቶ ቦታታት እንዳዓበየ እንዳዓበየ ክኸይድ ከሎ ክሳዕ እቲ ንምንታይ ነታ ዝሓዘታ ኣጥቢቓ ከም ትሰርሓ ዝነበረት እዩ ዘርእየኒ ንዓይ። ብሕልፊ እታ ማሪን ትራንስፖርት ክትሰርሕ ከላ እቲ ዝነበረቶ ኦፊስ ብሰክረተሪ ክሕለፍ ከሎ ነታ ሰክረተሪ ክንሓልፋ ከለና እንዳተፈሳሕኩ እየ ዝሓልፍ ነይረ ማማዲ እኮ ኣብዚ እንዳበልኩ እየ ጓል ማናጀር እንዲ ደረጅ ማናጀር እንዳበልኩ እየ ዝኸይ ነይረ ሕጂ የኹርዓካ እዩ እቲ ዝነበረቶ ቦታ ሲ ሰባት መፂኦም

ማማ ብዙሕ እቲ ትገብሮ ነገርሲ ንነዊሕ ሓሲባ እያ ትገብር ነይራ ንሓደ ወርሒ ዝኸውን ስፔዛታት እያ ትገዝእ በዓል ጣፍ ገለ መለ ክኸውን ከሎ ከኣ ነዊሕ ዘጽንሓና እያ ትገዝእ ስለዚ ኣብቲ ገዛሲ የለን ተባሂሉ ዝንገረና ነገርሲ ኣይንሰምዖን ኢና ነይርና ናይ ኩሉ እቲ ትገብሮ ነበረት ብ ስነ ስርዓት ደሎ ብ ብ ዓቀን ደለዎ እዩ ፕሮግራም ብ ፕሮግራም ስለ ትከይድ ዝነበረት እዩ ኣብ ርእሲኡ ድማ ሓደ ግዜ ን ፖላንድ ንክትከይድ ምስ ዕድል ምስ ረከበት ነቲ ዕድል ንክትጠቅ ክትጥቀም ኢላ ን ሽዱሽተ ወርሒ ምሉ ኣብ በረድ ግዜ ዝነበሮ ኣብ ሆላንድ ተማሂራ እያ መጽያ ስለዚ ብእኡ ተማሂራ ስለ ዝመጸት እያ ነቲ ፖዚሽን ነቲ ሓላፍነት ክትረክብ ክኢላ ከምኡ ጽቡቕ ቦታ ዝሓዘት። ኣነ
ወላ እቲ ብዙሕ ስእነት ዝነበረሉ ኣብ ኤርትራ ብዙሕ ጸብ ጸበባ ዝነበረሉ ምግቢ ዘይነበረሉ ኣበይ ሓቢኣቶ ኔራ ኣበይ ኣቐሚጣቶ ኔራ ቀስ እናበለ እንዳወጸስ ንሕና ክንሽገር ኣይዝክረንን ከምቲ ዝበልክዮ ድማ

ሓንቲ ዓባይ ክብ ክንደይ ትደርብ ስቤት ፍሮድ ደለዋ።
ሰለስተ እያ። እዛ ቀያ ተሰጅላ እያ። ኣነ ብዛዕባ ናይ መጽሓፍ ቅዱስ ክንድምታይ ኢንቨስትድ ከም ነበረት ይዝከረኒ ምክንያቱ ካብቶም ዶኔሽን ምእካብ ትሕግዙ ነቶም መንእሰያት እንዳምጸእት ከመይ ገሮም ዲስትሪቢዩት ክገብሩ ከም ደለዎም መጽሓፍ ቅዱስ ኣኼባታት ትገብር ነራ ኣብ ገዛ ወላ ብትሕቲ መንግስቲ ከይተፈቕደ ተሓቢኦም ክገብሩ ከለዉ ኣብ ገዛና መጽዮም ሚቲንግ ክገብሩ ዝዝከረኒ ምስኣ ቀሊል ኣይኮነን ንሱ ንምሳሌ ከይዶም ክነግሩላ ይኽእሉ እዮም ፖዚሽና ንባዕሉ ምስ መንግስቲ እንዳሰራሕ እንዳሰራሐ እዩ ግን እቲ መጽሓፍ ቅዱስ ብጣዕሚ ከም ዝጠቅም ብጣዕሚ ከም ደገልግል ሰት እምነት ዝነበራ ንሱ ብደንቢ ዲስትሪቢዩት ክኸውን ናብ ኩሉ ሰብ ክበጽሕ ብጣዕሚ ትጋደል ከም ነበረት ዝዝከረኒ

ግዜ ውን ኣነ ይገርመኒ ድሓር ብዛዕባ ሊደርሺፕ ትብል ኣነ ንዓይ ፐርሰናሊ ዝተምሃርኮሲ ካብ ማማ እዩ ኮፍ ክንብል ኣይትፈቅደልናን እያ ነይራ ግድን ገለ ነገር ክትሰራሕ ኣለካ እምበር ኮፍ ኣይባህልን ኣብ ማማ ኮፍ ምባል ዝበሃል ነገር ወላ ክረምቲ ድዩ ወላ ብግዜ ትምህርቲ ድዩ ሱታት ትዝክረኒ ልዋም ትውስኺ ኣለክ ኣብቲ ኣብ ቤተክርስትያን ነይርዋ ስራሕ ነይርዋ ናይ መጽሓፍ ቅዱስ ሶሳይቲ ነይራ ኣብ ቀበሌ ሊቀንበር ገለ ምስ ኩሉ ግዜ ተጥፍኦ ነበረ ሲ ንዓና ውን ግዜ ነይሩ ትምህርቲ ከመይ ንኸይድ ነርና ጠባይና ከመይ ኣሎ መጽሓፍ ቅዱስ ነንብብ ዲና ቸርች ንኸይድ ዲና ጽቡቕ ንኽደን ኣለና ዶ ክዳን ሕጂ ቀዳም ቀዳም ነይሩና ናይ ቲራቮሎ ቸርች ንኸዶ ነበር ሕጂ ክዳኒ ኣነ ፌኮይን ጫማይን ካልሰይን ተቐሪቡ ድዩ ጽሩይ ድዩ ገለስ ኔርዋ ግዜ ኔርዋ ንከምኡታት she was available። ናይ ባዕላ ከኣ ጫማኣን ቦርሳኣን ኩልሻዕ the same color ክከውን ኣለዎ ክዳና ምስቲ ቦርሳኣ ዝሰማማዕ ክኮን ኣለዎ ጨጉራ ክስራሕ ኣለዎ ሓንሳእ ሓንሳእ ንህቦም ናይ ማማ ወሲድኪ ዝብላ።
ስድራቤትናሲ ክልቲኦም። ነበብ ቤተሰቦም ምሕጋዝ ይፈትዉ እዮም ነይሮም። ሕጂ ብዙሓት እኳ ናይ ማማ ፋኑይ ቤተሰብ ኣብ ገዛና ዝተቐመጠ ንነዊሕ ግዜ እኳ ዋላ እንተዘይዘከርኩ ናይ ናይ ባባ ፋሚሊ ግን ገና ንቆልዑተይ ብቆልዓይ ከለኹ ምሳይ ዝዓበዩ ኣዝማድ ነይሮምና ገሊኦም ሰራሕተኛ ነይሮም ገሊኦም ተምሃሮ ነይሮም። ክልቲኦም በዚ ተዘይሰማምዑ መቸም ክገብሩ ኣይኽእሉን እዮም። ሓደ ካብቲ ዓብዪ በረኸት ናይ ሓቂ ነቲ ዘለዎምሲ ንኻልእ ድህቡ እዮም ነይሮም። ናይ ሓቂ እሱ ድማ ኣርእዮምና መስለኒ። እግዚኣብሔር ይመስገን። ደሓር ከምዚ ጥዑም እናነበርና ከለና ሓደ ኣብ ማእኸል ሓደጋ እዩ ኣጋጢሙና። እቲ ሓደጋ ምናልባት ሙሉእ ኣስመራ

ንትምህርቲ ሒዛ ክትከይድ ማማ ከኣ እንታይ ክልተ ቅርሺ ንምንታይ ክህበኪ ኤቭሪ ደይ እንታይ ክትልምንኒ ትብላ ጥራይ ኣይትሕተትኒ ጥራይ ሃብኒ ክልተ ቅርሺ ዳስ ገዛ ምስ መጻኹ ከኣ ክሰርሕ እየ ኣብ ገዛ ኮይነ ክውችና ከጽሪ እየ ገለ ትብላ ማማ ትህባ ነይራ ዳሕራይ ኣብ ሓዘን ናይ ፍረይ ኣዋልድ መጽየን መማህርታ ሓንቲ ካብኣተን ቤተሰባ ምግቢ ስለ ዘይነበሮም ፍረይ ትህቦም ነይራ። ፍረይ ነታ ጓል ኤቭሪ ደይ ክልተ ቅርሺ ትህባ ነይራ፣ መታን እታ ጓል ባኒ ገዚኣ ንገዝኣ ክትኣቱ። ክዳና ሂባተን ትመጽእ። ሓንቲ ጓል ኣክቹሊ ኣብ ሓዘን ነይራ ምሳና ኮፍ ድበለት ቲሸርት ድሃበታ ንሕና ደይፈለጥናዮ። ናይ ካልእ ሰብ ምኽዳን ትፈቱ፣ ናትካ ክዳን ተኸዲና ትሰኣል ነይራ። ክዳውንተይ ኩሉ እያ ትኽደኖ።
ብጣዕሚ ሪላክስ ዝኾነት ቂም ደይብላ ንጊዚኡ።

I don't forget እታ Christmas እቲኣ ብመዝሙር በቃ እናዘመረት እንዳበለት ገልምታት ጥዑም ሓሊፉ ግን ኣብ ውሽጣ ገለ ነገር ከም ዝነበረ ንፈልጥ ንትፈትዎ ሰብ መቸም ኣይትቀትሎን ኢካ ንትፈትዎ ሰብ ጽቡቅ ነገር ኢካ ትምነ እዚ ሓደ ፖሊስ እዩ ኔሩ ንዓኣ ድማ ብጠበንጃ ጌሩ ኣብ ቤት ትምህርቲ ባባ ኣብጺሕዋ ብማኪና ኣብጺሕዋ ንእሽተይ ምስ ከደ ኣብኡ እዩ ቀቲልዋ ምስ ቀተላ ባባ ጥይት ሰሚዐ ኢሉ ተመሊሱ ከልዕላ ደልዩ ሪኣ ኣሎ ጓለይ እያ ኢልዎም ከተልዕላ ኣይትኽእልን ኢኻ ከም ዝበልዎ እየ ባባ ዝነግረኒ ኣነ ምስ እግዚኣብሔር ኩሉ ሕቶ ፈጢሩለይ ንምንታይ እግዚኣብሔር ከምዚ ትገብር ከምዚ እናረኣኻ ጽቡቕ ነገር ሂብካስ ከምዚ እትወስድ ኣምላኽ ዲኻ ኦነስትሊ ብጣዕሚ ብጣዕሚ ጸሊእ እዮ ምስ እግዚኣብሔር ምኻድ ኣነ ድማ ሽዑ ህይወተይ ብምሉእ ንጎይታ ሂበ ድኸል ክትኸይድ ኣለኹ ትብሎ ግዜ እዩ ኣይትርእየኒ እንዲኻ ኣይትሰምዕ እንዲኻ እየ ሆስፒታል ውሰዱኒ ኢለዮም ሆስፒታል ወሲዶምኒ እግዚኣብሔር ብተስኣ መሲሉኒ ባይቶ ይጸልየልና እዩ ብዙሕ ጸልየ እግዚኣብሔር ኣይተስኣን ምስ እግዚኣብሔር ሽዑ ተኾራሪና ፌብሪ ናይን እያ ሞይታ መይ ግራጅዌት ክትገብር እያ ነይርዋ ልክዕ ግራጅዌት ምስ ገበረት ከዓ ዕላማኣ ድነበረ ኣሜሪካ መፅያ ምስ ሩት እናተቐመጠት ፋሽን ዲዛይነር ክትከውን እዩ ነይሩ ፍረይ ምስ ሞተት ኣይ ቲንክ ኣነን ልዋምን ሽዑ ኢና ንመጀመርያ ግዜ በይንና ድኾንና እተሰመዓና። ማለተይ ኣሕዋትና ኣሜሪካ ከም ድመጽኣ እሞ ልዕለይ ሓደ ሰብ ከም ደይነበረ ሽዑ እዩ ተረዲኡኒ። ድነበረና ናይ ፋሚሊ ኩነታት ተቐይሩ ግን እቲ ሰብ ድመጸና ነበረ። ወርሒ ሙሉእ ምሳና ኣብ መሬት ዝደቀሱ ኣዕሩኽትን ናይ ኣዕሩኽትን መሓዙትን ነይሮምና። ባባን ማማን ከቢድዎም ነይሩ። ብሕልፊ ማማ ኣብ ሕማም እያ በጺሓ ነይራ። ክትመውት እያ እናተባህለ እዩ ነይሩ። ናይ ማማ ሕርቃን፣ ናይ ማማ ጓሂ ንበይኑ እዩ ነይሩ። ምንም ምስ ሰብ እውን ክትረዳዳእ፣ ንሰብ ክትሰምዕ፣ ዋላ ንዓኻ እውን መጺኻ ከለኻ፣ ሓድሓደ ግዜ ለካ ገጽካ ንባዕሉ ናይ ፍሬድ እዘክራ ንነበረ። መልክዕካ ቁሩብ ወቓሕ እብላ ኔሩ ሕጂ ክትርእየክ ክትርእየካ ውን ክትርእየና ንዓኻ ጥራይ ደይኮነት ንዓና ውን ክትርእየና ኣይትደልን ኢያ ኔራ ከ ጓለይ ጠፊኣትኒ ኢላ ብጣዕሚ ኢያ ጎህያ ኔራ ግን ናይ ፍረይ ብጣዕሚ ትምህርቲ ኮይኑና ሂወትና ክንምንታይ ሓጺር ምዃኑ ፕላንና ከመይ ቀልጢፉ ክቕየር ከም ድኽእል ምኽንያቱ እታ ሽዓ ንግሆ ባባ ጥራይ ኣይኮነን ኣብጺሕዋ ንፍሬ ኣነን ልዋምን እውን ኣብታ ማኪና ነይርና ኢና ያ ኣነን ልዋምን ን ኣክቹሊ ኮንፈረንስ ነይሩ ናይ ገዛ ከንሻ ኢና ንኸይድ ነይርና
ደይርሱ ኣነ ከዓ ፍረይ ማትሪክ ክትወስድ ነይርዋ ምሽ ሕጂ እቲ ቅምሙማታ ኣይ ቲንክ ደ ሆል ዊክ ድያ ቱ ዊክስ ሓሚማ ነይራ ሓሚማ ነይራ እያ እግራ ካብ ዌስት ዳውን እግራ ኣይከይድን እዩ ፓራላይዝ ንኮይና ነይራ ኣይኖኑ እንታይ ሕማም ኣይንፈልጦን ኢና ፍፁም ይመፅእ ነይሩ ይሪኣ ነይሩ ዓብደልቃድር ይመፅእ ነይሩ ይሪእዋ ነይሮም እንታይ እያ ኮይና ግን ወላ ሓንቲ ኖበዲ ነውስ እግራ ይንቀሳቀስን እዩ ተሰኪምካ ሽቓቕ ተብፅሓ ኮፍ ተብላ ነይራ ሽዑ ሓሙስ ምስ ኮን ዓርቢ እያ ሞይታ ምስ ሓሙስ ምስ ኮነ ጽባሕ ትምህርቲ ክኸይድ ኢለ ኣይትኸድን ኢኺ ሓሚምኪ ኢኺ ኖእ ክኸይድ ኣለኒ ተባኢሰን ምስ ማማ ክኸይድ እየ ክኸይድ በቃ ተወዲኡ ክሳብ ዓርቢ ንግሆ ይበኣሳ ኔረን ፍረይ ሕሙኪ ከሎ ኣይትኺዲ ማትሪክ ዶንት ወሪ ኣባውት ኢት ናብ ክኸይድ እዩ ከይዳ that was it።

ከምኡ ዓይነት መሪር ሓዘን ከጋጥመካ ከሎ ኣብ ቤተሰብ ብዙሕ ጸገም ክመጽእ ይኽእል፣ ብዙሕ ዘይምርዳእ ክመጽእ ይኽእል፣ ናይ ሓቂ እዚ ሓቂ እዩ ኣብ ኩሉ ዘጋጥም እዩ። ብከምዚ ዘይሓለፈ ኤርትራዊ ድማ ዘሎ ኣይመስለናን ብብዙሕ ነገር ሓሊፍና ኢና ከም ህዝቢ ደቁ ዝሞትዎ ብዙሕ ሰብ ኣሎ ኮይኑ ግን እቲ ዘጸናንዕ እግዚኣብሔር ድማ የጸናንዓካ በዚ ኩሉ ክንሓልፍ ከለና ደኽኣልና እግዚኣብሔር ኣሎ ካብኡ ንውጻእ እምበኣር ድሓር መጀመርያ ክልቴኽን ኣብዚኽ ኔርክን ፍረይ ክትጉዳእ ከላ ድሕሪኡ ጸጋ ንኣሜሪካ መጺኺ ድሕሪኡ ኣነን ልዋምን ብሓንሳብ ኢና ቴስዓን ሓደን ናብዚ መጺና እስኪ ኣብ ኣሜሪካ ዝኾነ ነገር ምስ ወለድና ከመይ እዩ ኔሩ
ንመጀመርያ ንኣሜሪካ ዝመጹ ንመርዓ እዮም ነይሮም። ማማ ቅዱም ቀዲማ መጽያ። ደሓረይ ባባ ኣብቲ ኣጋ መርዓ መጽዩ ተመሊሶም እውን ቀልጢፎም እዮም ከይዶም ኣይጸንሑን። ኣብ ካልኣይ ግን ናብ ናይ ዳኒኤል መርዓ እዮም መጽዮም።
ሽዑ ናይ ሰላም መርዓ ቀረባ ስለ ዝነበረ ክልቲኦም መፂኦም ድሕሪኡ ንባባ ኣብዚ ክተርፍ ብጣዕሚ ኢና ተቓሊስና ሓቂ ዘረባ መጀመርያ ኣይፈተውን ኣብቲ ድሓር ግን ኣነ በቲ ዝርዳእኒ ኣእሚነዮ ኢለ ይድሓስብ ኣብዚ ክኸውን እሞ ሓቢርና ንሰርሓሉ ነገር ክህሉ ንዕኡ ኢሉ እዩ ኦኬ እምበኣር ክኸይድ ኢሉ ነስመራ ከይዱ ኣስመራ ምስ በፅሐ ንሕና ኣብዚ ደሓን እናበልና ከለና ኣብኣ ዓሪፉ

እንጂ ኣብ ጋስቴሽን ፈቲና ተቆጺራ እንዳ ፍላወር ትሰርሕ ኔራ ድራይ ክሊን ትሰርሕ ኔራ ሕጂ ተቆጺራ ክትሰርሕ ከላ ቀሊል ኣይነበረን ምክንያቱ እቲ ዝነበረቶ ኣብ ኤርትራ ዝነበረቶ ፖዚሽንን ኣብዚ ምስ መጸት ዝኣተወቶ ስራሕን ብጣዕሚ እዩ ምስምማዕ ኣለዎ ኔሩ ሕጂ ቀሊል ኣይተቀበለቶን ግን ክግበር ስለ ዘለዎ ክነብ ስለ ዘለዋ እያ ትኸይድ ኔራ። ደሓር ግን ደሓን ዝኾነትሉ ግዜ ኣበዩ ሰኩሪቲ ክሰርሕ ምስ ጀመረ ከምኣ ኣብ ሰኩሪቲ ዝሰርሑ ዝነበሩ ኣቦይ እምባይን ንሶም ኣብኡ ጀሚሮም ስለ ዝነበሩ ንሶም እዮም ሓጊዞማ ከምዚ ዓይነት ስራሕ ኣሎ ኢሎም እትዮማ ናብኡ ሕጂ ንሶም ከማን ኣብ ኢትዮጵያ ጽቡቕ ስራሕ ነይርዎም ጽቡቕ ስራሕ ዝነበሮም ሰብኣይ ከምዚ ካብ ሰርሑ ኣነ ውን ክሰርሖ ክእል እየ ኢላ ተቐቢላቶ ሽዑ ሽወጾኪ ደሓን ክትኮን ጀሚራ እምበር መጀመርያ ከቢድ እዩ ነይሩ ማማ ኣብ ኣስመራ ማኪና ትዝውር ስለ ዝነበረት ኣብ ዝሙን ምስ መጸት ማኪና ምዝዋር ቀልጢፋ ክኢላ። ንሱ ውን ዓቢ ሓገዝ እዩ ምኽንያቱ ንሕና ክነማላልሳ ብዙ ኣይተሸገርናን። ትሓትት ኔራ ብዙሕ ሰብ እያ ትሓትት ኔራ ብዛዕባ ፎር ኦን ዋን ከይ ብዛዕባ ኢንቨስትመንት ምስ ዮናስ እንዳተዛራረበት ውን ጀማሚራቶ ኔራ። እወ ንደቅናስ ብዙሕ ከም ድራማስ ብዙሕ ተጻውቶም ኔራ ስዊሚን ትወስዶም ኔራ ምሕንባስ ስለ ትፈቱ ዝነበረት ወዲ ስዊሚን ምስኦም እንጆይ ትገብሮ ኔራ ንሳ ውን ኣብ ቤት ትምህርቲ ድማ ግራንድ ፓረንትስ መዓልቲ ድማ ትኸይድ ትኸይድ ኔራ ፓርቲሲፐይት ትገብር ኔራ። ከምዚ ብባዕላ ኢንዲፐንደንት ብባዕላ እያ ኩላ ክትገብር ትደሊ ንሰብ ግበሩለይ ደይትብል ዝነበረት ኣደ፣ ደሓር ሕማም መጺኡ ነዚ ሕማም ክመጽእ ከሎ መጀመርያ ክንፈልጦ ኣይከኣልናን እዚ ሕማም እዚ ኣብ ብዙሓት ሰባት በዚ ግዜ እዚ ብሕልፊ ይበዝሕ ኣሎ እዚ ንብዙሓት ውን ትምህርቲ ክኸውን ይኽእል እዩ። ብምባል ኢና ድማ እንዛረቦ። ምርሳዕ ክትጅምር ከላ ማሚ እንታይ ትዝክራ?
ምሕራቕ እዝከርን ሓ ንዓይ ገን ገንዘብ ሰሪቖምኒ ኢላ ብጣዕሚ ተንጽርጽሮ ዝነበረት። ደሓር ሓደ መዓልቲ ሽጎማነ ንጽለ ኢላ ሃኒ ካብ ኣብ ናታ ኣፓርትመንት ኔርዋ ምሽ ንዳ ሽጎማነ ሓንቲ ሽጎማነ ስሕብ ተበልኩስ መዓት ገንዘብ ወዲቁ ኣብኡ እትያቶ ዝነበረት ካብ ባንክ ኣውጺኣ ኣውጺኣ ኣብኡ ተእትዎ ግን ሰብ ወሲዱለይ ኢላ ትሓርቅ ሕርቃና ኢዩ ኣነ ዝዝከረኒ ከምዚ ጌረዮ ዶ ይከውን ኢላ ውን ኣይትሓስብን ኢያ ኔራ ሽዑ ሰብ ወሲዱለይ ጥራይ ገንዘበይ ወሲዱለይ ኣቑሑት ሰብ ወሲዱለይ ወሲድክንኦ መፍትሒ ከምዘይ ሕርቃን ኔርዎ ሕርቃን ምስክርና። ናይ ገንዘብ ክትብሊ ከለኺ ኣነ ብጣዕሚ እያ ትኣምነኒ ኔራ ኢለ እየ ዝሓስብ ኩሉ ናታ ገንዘብ ኣነ እየ ደዋፍረላ ኔረ ሓደ መዓልቲ ሕሰብዮ እሞ ምንም ሕማም ከም ዘለዋ ኣይፍልጥን ጸዊዓትኒ ትሰኣሞ ኢላትኒ ገንዘበይ እምበኣር ትሰርቆ ጀሚርካ ዋው ማሚ ኣነ ገንዘብ ክይሰርቅን እየ ማለት መቸም ከምኡ ክትሰምዕ ከለካ ካብ ኣዴካ ካብታ ኣዝያ ትኣምነካ ኖእ ሰሪቅካያ እምበር ደይፈልጥ ታይ መሲሉካ እዋ ባንኪ ከይድና ከነጻርዮ ገለ መለ ምሽ ኣሎ እቲ ምርሳዕ ሸጊርዋ ከም ዘሎ ክርድኣካ ይክእል እዩ ሽዑ ዝመጽእ ግርጭት ዓቢ እዩ
ማኪና እንዳዘወረት ከላ መገዲ ጠፍኣሞኒ ኣብ ጋዝ ስተሽን ኮይና ትድውለለይ ነይራ ሽዑ ውን ማማ ትርስዓላ ኢና እኮ እና ንታሽሙ ንሓስብ ነይርና ማማስ ትዳናገር ኣላ ማማስ ዕድመ ትውስክ ኣላ ኢልና ኢና ንሓስብ ነይርና። እቲ ሕማምሲ ኣይንፈልጦን ኢና ነይርና ከም በይና ስለ ትቅመጥ ነበረት ከኣ ከምቲ ሓፍቲ እንታይ ከም ደሎስ ኣይንርደኣናን እዩ ነይሩ ንምንታይ እዩ ከምዚ ኮይኑልና ብዙሕ ነገር ንሓስቦ ነይሩ ግን ናይ ሕማም ምኽንያት ከም ዝኾነስ ኣይንፈልጦን ኢና ኔርና። ማኪና እያ ትዝውር ኔራ እምበር እቲ መንገዲ ከመይ ጌራ ከም ትኸይድ ንጸጋም የማን ምጥዋይ ገለ መልሲ ኣይትዝክሮን እያ ኔራ። እተን መሓዙታ ወይ እቲ ምስኣ ዘሎ ሰብ እዩ ዝሕግዛ ኔሩ። ክመጽእ ከለኹ ካብ ስራሕ መፍትሕ ኣብ ደገ እያ ኣእትያቶ፣ ከፊታ ትኣቱ መፍትሕ ኣብ ደገ እዩ። ገንዘእ ኣትያ ደቂሳ ኣላ።

እቲ ኮንስስተንት ኔሩ ተዝኸውን እቲ ሽግር ምተረደኣና መስለኒ ግን ሓንሳእ ኦፍ ሓንሳእ ኦን ክኾን ከሎ ኣብኡ ኢና ክንፊውዝ ንኾን ኔርና ከይ ኣክሰፕት ከይንገብሮ እም ኣነ ብዝረኣኹዎ። ንሱ እቲ ባህሪ ናይቲ ሕማም ይመስለኒ ኣነውን። ንሕጽቡ ኣዕሪፋ ደሓን ትኸውን ድሕሪ ደይዕሪፋ ሕውስውስ ይብላ ካልእ ግን ኖቲስ ዝገበርክዎ ኣነ ኣነ ኣብ ኤርትራ ከላ ድዩ ወይ ቅድሚ እዚ ሕማም ማማ ክትፈርሕ ኣነ ይፈልጣን እየ ማማ ብጣዕሚ ተባዕ ብጣዕሚ ወላ መሳርያ ዝሓዘ ሰብ ደይትፈርሕ ድነበረት ድሕሪኡ ግን እዚ ጎረቤት ምሳኺ ክትቅመጥ ከላ ውን ፊት ንፊት ደለዉ ቆልዑ ኣወዳት ገለ ነገር ክገብሩኒ ድሓስቡ ኣለዉ ከምዚኦም ድገብሩ ሕጂ ንኹሉ ትጥርጥር እሞ ሽዑ ሕማም ምዃኑ ስለ ዘይንፈልጦ ነቶም ሰባት እዩ ኣነ ኣሃ እንታይ ዳዮም ሓሲቦም ኢልና ድሕሪኡ ዝከረኒ ብኸደቶ ቦታ ከምዚ ገይሮም ከምዚ ይገድፍሉይ ኣለው ከምዚ ዓይነት ጨና ገይሮም ከምዚ ይገብሩሉይ ኣለው ሓደ ሴኩሪቲ ጋርድ ናይቲ ኣፓርትመንት ከምዚ ከምዚ ምስ ሓንቲ ሰበይቲ ኮይኑ ከምዚ ይገብረልይ ኣሎ የፍርሕዋ ነይሮም ለይቲ የሰንብድዋ መጺኦም መደቀሲየይ ኣለው ትብለኒ ሓድሓደ ግዜ ምስ ጣውላ ኮፍ ኢሉ ከሎ ካልእ ሰብ ሰብ ኮፍ ኢልዎ ዘሎ ይመስላ እቲ ኢመጅ ናቱ እንታይ ሽሙ ጣውላ ምዃኑ ትርስዖ እሞኒ ሰብ ኮፍ ድበለ ድሕልዋ ደሎ እዩ ድመስላ ነይሩ ወይ ሕማቕ ነገር ክገብራ ድመጻ ደሎ እዩ ድመስላ ነይሩ። እስራኤል ክትርእያ ብጣዕሚ እያ ትደሊ ነይራ ትብህጋ ነገር ማማ እስራኤል ምብጻሕ እዩ ነይሩ ስለዚ ኣነ እንታይ ኢለ እምበኣር እስራኤል ድየ ወስደያ ኢለ እስራኤልን ኤውሮጳን ሓደ ወርሒ ከድና ሽዑ ክኸይድ ከለና ዝክሮ ገና ኣብ ኣይሮፕላን ኣቲናስ ላፕታፕ ኣምፅኤ ከመይ ጌራ ገለ ነገራት ክትስራሕ ከም ትኽእል ቁሩብ ከርእያ ደልየ ምንም ኣብይዋ ድሕሪኡ ገለ ዓድታት ቤተሰብ በፂሕና እውን ክንከይድ ከለና ኣበይ ነይርና ክብላ ከለኹ ክጠፍኣ ጀሚሩ ኣስተውዒለ ዝክሮዋን ድሕሪ እዚ ናብ ሓኪም ወሲደ ኣብቲ እንዳ ሓኪም ክወስዳ ከለኹ ናይ ምንታይ ሓኪም ምዃኑ ስለ ትፈልጥ ኣነ መዓስ ፅልልቲ ኮይኑ ናብ ከምኡ ትወስደኒ ኢላ ብጣዕሚ ኣኾረ ብኽንደይ ልማኖ ምስ ከድና እቲ ሓኪም ድበላ ኣይርስዖን። ሰለስተ ነገር ክነግረኪ እየ፣ እዚን ሰለስተ ነገር ደሓር ክሓተኪ ኢልዋ። ሰለስተ ነገር ክራቫታ፣ ማዕጾ፣ ሰዓት ኢልዋ። እንታይ ኔረን ተበላስ ወላ ሓንቲ ጠፊእዋ። ድሕሪኡ ከቢብ ሰሪሑ እስኪ ሰዓት ግበርያ እዚኣ ካብ ሓደ ክሳዕ ዓሰርተ ክልተ ጽሓፍላ ኢልዋ። ምስ ሃባ ምንም ምኽኣል ምስ ሰኣነት ብትግርኛ ዳኒ ወደይ ሓግዘኒ ኢላትኒ ሽዓ ተረዲኡኒ ማማ እቲ ኩሉ ትፈልጥ ተማህረት ሰበይቲ ዓሰርተ ክልተ ናይ ሰዓት ከተቐምጥ ከም ዘይትኽእል ሽዑ ኢና በቃ መጀመርታ ኣነ ተረድኣኒ ኣሃ ድሕሪ ሕጂ ናይ ማሚ ሕማም እዩ እምበር ድሕሪ ሕጂ ትገብሮ ዘላ ወይ ትሓርቆ ምሳና ትጋጮ ዘላስ ማሚ ባህርያ ኣይኮነን ማለት እዩ ምባል ተረድኣኒ ድሕሪኡ ኢና ናብ ሓኪማት ክንመላለስ ጀሚርና እቲ ሰብኣይ ክነግረኒ ከሎ ዘይርስዖ ከምዚ ዓይነት ሕሙማት ትሪት ክገብር ከለኹ፣ ክሕክም ከለኹ፣ በበይኑ ዓይነት ናይ ባዕሎምን ሓሳብ ይህልዎም ኢሉ። ሕጂ ንምሳሌ ቅድሚ ገለ እዋንሲ ኢሉ ሓደ መንእሰይ ከምኡ ሓሚሙስ፣ መንእሰይ እኮ እዩ፣ በቲ ግዜ እቲ ንሕና ዝመስለና ምሽ ዓበይቲ ንሱ at early stage ክጅምር ይኽእል እዩ። መንእሰይ ሓይሙስ ኣብ ክንደይ ፍሎር እየ ኣብ ዳውንታውን ከለኹ ኢሉ ኣብ ኦፊሱ ትሪኦም ዘለኻ እዞም ኩሎም ሓራምዝ ዝጎዩ ዘለዉ ኢሉኒ ኢሉ። ሓርማዝ ዝበሃል የለን ኣብኡ። ግን ንዕኡ ኣሎ ሕጂ ንዕኡ ሪል እዩ ንዓይ ኣይኮነን ሕጂ ኣይኮነን ተበልክዎስ ኣይክርድኣንን እዩ ስለዚ ነዴኹም ኣይኮነን ኢልኩም ምክታዕኩም ኣይኮነን ድጠቕማ ጥራይ ምስ ሰባት ኣራኽብዋ ምስ ሰባት ተዕልል ካብቲ ኖርማል ነገራት ኣይተጉድልዋ ገይምስ ገለምልታት ትስራሕ ትኽእሎ መገድታት ጌርኩም ድማ ኣእምሮኣ ክዓርፍ ኣዕርፍዋ ክብለን ይዝክር።

ዝገበረቶ ነገር ወላ ሓንቲ ባዕላ ዘምጻቶ ነገር ኣይኮነን ኔሩ ንከምኡ ንክርደኣኒ ግን ብዙሕ ግዜ ወሲዱለይ ከምዚ በደል ናታ ከም ዘይኮነ ምስ ተረደኣኒ እየ ደሓር እንደገና ንቤተክርስትያን ምካድ ጀሚርና። ብዙሕ ግዜ እትፈርሖ ዝነበረት ሕማም እዩ ኔሩ ከምኡ እንዳበለት እያ ከኣ ቡብ ኢሉ ሞር እንዳገደደ ክመጻ ምስ ጀመረ ብጣዕሚ ትፈርሕ ብጣዕሚ ክትሰግእ ዝጀመረት ካብቲ ገዛ ክነውጽኣ ከለና ዘድልን ዘየድልን ክኣሊ ኣየናዩ ክነቕምጠላ ደለና ኣየናዩ ክንድርበ ደለዎ ክንድብል ከለና ሓንቲ ጥራዝ ናታ ረኺበ ኣብኡ ጸሎታ ትጽሕፈሉ ክልተ ግዜ ሓደ ንፈልጦም ሰብ ከምኡ ዓይነት ኣእምርኦም ስሒቶም ስለ ዝረኣየቶም እግዚኣብሔር ኣምላኸይ ከም ናይ እከለ ሕማም ከይሓምም በዚኣ ግን ከይትመጸኒ ድብል ዓይነት ጸሎት ኣብ ክልተ መዓልትታት ተጻሒፈን ረኺበ። እቲ መወዳእታ ናይ ማማ ከም ዝሓመመት ዝተረድኣና ኣብ መንገዲ መኪና እንዳኸደት ከላ ኣብቲ ሃይወይ ናይንቲ ኣትያ ጸልማት እዩ ከኣ ነይሩ ሰዓት ሸሞንተ ኣብኡ ምስ ኣተወት ደዊላትለይ ጠፊኤ ኣለኹ ኢላትኒ፣ ጠፊኤ ኣለኹ፣ ናበይ ከም ዝኸይድ ኣይፈልጥን እየ ኢላትኒ፣ ደሓር ንየማን ገጽኪ ጥራይ ጽንሒ፣ ሽዑ ንጸጋም ጠጠው ኢላስ፣ ልክዕ እግዚኣብሄር ከኣ ምስኣ ስለ ዝነበረ፣ ልክዕ ካብታ ማኪና ክትወጽእ ከላ፣ ሃይ ስፒድ ዝነበሮም ሰብኣይን ሰበይትን እናተመራርሑ ዝኸዱ ዝነበሩ ነታ ማኪና ሃሪሞማ። ሽዑ። ሽዑ ኢና ንሕና በቃ ካብ ድሕሪ ሕጂ ብሕልፊ ብሕልፊ ኣነ ድሕሪ ሕጂ መኪና ክትሕዝ የብላን ኢለ ዝመደብኩሉ ብዙሕ ከኣ ምሳኻትኩም ዝተዘራረብናሉ ማለት እዩ ንዓኣ ዘሐጉሳ ነገር ኣይነበረን ምክንያቱ ባዕላ ብዝደለየቶ ትንቀሳቐስ ስለ ዝነበረት ካብኡ ንንዮ ግን ናባና ዲፐንድ ስለ ትኸውን ዝነበረት ኣይሕጎሳን ነይሩ ብዙሕ ውን ተዛሪባ ኣያ መኪናይ ከሊኦምኒ ብዛዕባ ገጽ ሰደይ ወሲዶሞ እንዳበለት ብዙሕ ትዛረብ ነይራ እያ ግን እቲ ኩሉ ንሳ ኣይኮነትን ንሳ ስለ ተይኮነት እዩ እቲ ኩሉ ነገር ዝኾነ እግዚኣብሄር ሂቡና ውን ዕድመ ሂብዋ ምሳና ሳላ ሩት ብጣዕሚ ብዙሕ ጸኒሓ። ኣብ ካልእ ፋሚሊ ክትሪኦም ከለካ ኣብቲ ነርሲን ሆም የብጽሕዎም ብድሕሪኡ ድበጽሖም ሰብ የለን ኣባና ግን እግዚኣብሄር ሂብዋ ማማ እንዳ ተስፉ እንዳ ሩት ኣብ ገዝኦም ተቀቢሎማ ክንደይ ዓመታት ተቀሚጣ ክሳዕ ትዓርፍ ውን ኣብኡ እያ ኔራ። እታ ዝኸበደት ካብታ ገዛ ክነውጽኣ ከለና እዩ። መንግስቲ ዝሃባ ገዛ ኔሩ ናይ ሕጂ ኣብዚ ኣይትቕመጥን ኢኺ ክብላ ዝኸድኩላ ግዜ ክነግራ ጀመርኩ ከምኡ ዓይነት ሓሪቐ ርእየ ኣይፍትን'የ እምበር ዶ ይርድኦ ኣሎ እዩ መንግስቲ ብነጻ ዝሃብ ምኽንያቱ ንሳ ርስዕ ኣለኹ ኣይትብልን እያ ንሳ ጽቡቕ ኣለኹ እያ ትብል ዘላ ነቲ መንግስቲ ዝሃበኒስ ንዓይ የሕድገኒ ኣሎ ኢላ ክሳዕ ንኻልኦት ሰባት ንገሩለይ ወደይ ደሓን ድዩ ወደይ እንታይ ገይረዮ ወደይ ገለመታ ክትብለን ምሳይ ብዛዕባይ ብዙሕ ሕማቕ ተዛሪባ እዛ ዝበልክያ ጸጊ ድማ እቲ ዝገርም ነገር እንታይ እዩ ሩቲ እግዚኣብሔር ኣምላኽ ብርክ ኣብልኪ ንዓኺ ተስፉ ድገበረልና ውን ኣብ ሂወትና ክንርስዖ ኣይክእልን ተስፉ ኣደይ እንዳበለ እዚ ኩሉ ዓመታት ማማ ኣብ ነርሲንግ ሆም ኣይትኣቱን እያ ብሂወት ክሳዕ ዘላ እዚ እኮ ናይ ክንደይ ዓመት ክኸውን ይኽእል ነዚ ኩሉ ግን ክንክእሎ ኢና ነዴና ክንጾራ ቀሊል ኣይኮነን ብጣዕሚ እዩ ዘድክም ብጣዕሚ እዩ ዘሀኪ ብዙሕ ክጎድኣካ ዝኽእል እዩ ግን ብሓቂ እግዚኣብሔር ረዲኡኩም ንስኻትኩም ድማ ፍቕሪ ስለ ዝኾንኩም ብኽብሪ ኣብ ገዛኹም ክሳዕ እታ ህይወታ ትሓልፍ ረዲእኩሞ እዚ ከምኡ ዓይነት እቲ ድገበሩልናሲ ንወለድኻ ክትገብረሎም ዝብል እውን እቲ ቃል ኣምላኽ ብሓቂ ብሓቂ ኣባኹም ስለ ዝረኣናዮ ንእግዚኣብሔር ነመስግኖ ንዓኹም ድማ ኣምላኽ ብርኽ የብልኩም። ኣሜን
እቲ ዝገርም ግን ናይ ማማ ነገር ናይ ሓንጎል ሕማም ጥራይ ኔርዋ እምበር ጥዕናኣ ምሉእ እዩ ኔሩ ኩሉ ደም ብዝሒ ነበራ ሽኮር ኣይነበራ ካልእ ትወስዶ መድሃኒት ኣይነበራ እታ ናይ ሓንጎል ጥራይ እያ ሽግር ኔሩ ስለዚ ክሳዕ መጨረሻ ሲ ድልድልቲ እያ ኔራ ክሳዕ ገዛ ገዲፋ ትወጽእ ዎክ ጌራ ትኸይድ ብዙሕ ግዜ ሩት ትድውለልና መኪና በቲ ሓደ ብየማን ሓደ ብጸጋም ሓደ ብገለ ደሊና ነምጽኣ ኔርና ደሓር ሩት ጥበብ ጌራ ብታሕቲ ቬልክ ቅድም እቲ ማዕጾ ቬልክሮ ጌራ ዓጽያቶ ወላ ነቲ ቬልክሮ ከማን ስሒባ ትኸይድ ኔራ ናይ ላዕሊ መሸጎጢ ጌራትሉ ኣብ መደቀሲኣ ቃጽል ትገብረላ ኔራ ክፍት ከተብሎ ከላ ትመታን ክትሰምዓ እና እቲ ከቢዱ ዝነበረ ምሉእ ጥዕና ስለ ዝበራ እሞ ከኣ ድልድልቲ ስለ ዝነበረት ክትወጽእ ጥራይ እያ ትደሊ ገዛኣ ከኣ ክትከይድ ትደሊ ኔራ ኩልሻዕ እቲ ገዛይ ክኸይድ

እቲ ካልእ ኣዝዩ ከቢድ ድሕሪ ናይ ፍረይ ካባና ምጉዳኣ ኣዝዩ ከቢድ ማለት ባባ ሓሊፉ ኣሎ ድሕሪኡ ግን ማሚ ሒምዋ ከሎ ዘጋጠመና ናይ ዮናታን መጉዳእቲ እዩ ዮናታን ወዲ ሰላም ቦኽሪ ወዳ እዩ ዮኒ ሃንደበት ናይ ሓቂ ተጎዲኡልና። ኣብ ገዛና ክሳዕ ሕጂ እቲ ከቢድ ሽግር ዘሎ ናይ ዮናታን ምስኣን እዩ ግን እግዚኣብሄር ድሃበና በረኸት ን ዕስራን ሓደን ዓመት ምሳና ደሕለፎ ንዕኡ እንዳዘከርና ክንጻናናዕ ኢና ንኽእል ዘለና ምኽንያቱ ክንመልሶ ኣይንኽእልን ኢና ግን እታ ዕስራን ሓደን ዓመት ሓጻር ብጣዕሚ ሓጻር እያ ኔራ። ግን እግዚኣብሔር ኩሉ ግዜ ዘመስግኖ ዕስራን ሓደን ዓመት ይሃበና።
ገለ ሰባት ግን ኣብቲ ሓዘን መጽዮም ክበጽሑና ገለ ከለዉ ማማ ከምኡ ሓሚማ ከም ዘላ ስለ ደይርድኦም ዝነበረ ንማማ ከረድእዋ ብዙሕ ይፍትኑ ነይሮም ይነግርዋ ትሓቶም እንደገና ይነግርዋ ትሓቶም ግን ንሶም ኣይፈለጡን ንሳ ከኣ በብዝነገርዋ ስለ ደይትሕዞ ዝነበረት ዕስራ ሳዕ ትሓቶም ነይራ። ስለዚ ከምዚ ክኸውን ከሎሲ እቲ ሰብ እናደጋገመ እከለ እኮ እዩ ሞይቱካ ዘሎ ክብሎ ዘይኮነስ ኣይርድኦን እዩ እንድሕር ዘይርድኦ ኣሎ በቲ እተረድኦ ምግዳፉ ከመይ ዓቢ ነገር እዩ ዝኸውን። ኢንፋክት ደይምፍላጦምሲ ምንም ኣይጎድኦምን እዩ ኣይዝክሩን እዮም ዘለዉ ረሲዖም ኣለዉ እቲ ሓዘን መጺኡ ዘሎ እንተነገርካዮምስ እንታይ እሞ እዩ ክጠቕሞም ኣብ ልዕሊ እቲ ጭንቀቶም ጭንቀት ኢኻ ትውስኸሎም ስለዚ on and off ምዝካር ምርሳዕ ኣብ ዘለዎም ሰባት ከምዚ ከምዚ ዘየድሊ ሓዘን እንተዘይንገሮምሲ ብጣዕሚ ዓብዪ ነገር እዩ ኣብ ህይወትና ገለ ነገራት ክሓልፍ ከሎ ብሓቂ እግዚኣብሔር ዘይፈለጦ ነገር ኣይከውንን ኣብኡ ከዓ ከምቲ ጸጌ ዝበልክዮ ጸግኡ ይበዝሓልና ኮይኑ ግን እዚ ነገር እዚ ገና ክብድ ዝበለ ነገር ስለ ዝኾነ ኣብ ሂወት ኩላትና ነዚኣ ስግር ክንብላ ደስ ይብለኒ። እግዚኣብሔር ከኣ ብኡ ሓቂ ዘረባ እናሳገረ ከሳግረና እዩ ግን ይረድኣና ድማ ኣሎ እግዚኣብሔር ይመስገን መንፈሱ ይረድኣና ኣሎ መንፈሱ የጸናንዓና ኣሎ ብኸምዚ ንዝሓልፉ ነገራት ሰባት እውን ከጸናንዕ ምዃኑ ንኣምን ስለዚ ኣጆኹም ክንብል ንደሊ ንዓና እውን ኣጆና እግዚኣብሔር እሙን እዩ ኣብቲ ናይ ማማ እምበኣር ንመለስ ኣብ ምሳሌ ምዕራፍ ዕስራን ሰለስተን ቁጽሪ ዕስራን ክልተን ነቲ ዝወለደካ ኣቦኻ ስምዓዮ ኣዴኻ ምስ ኣረገት ኣይትንዓቃ ትብል ቃል ብጣዕሚ እያ ንዓይ ትምህረኒ ስሌክን ደለኒ ሓጎስ ኩርዓት ኣብኡ እዩ ንቶም ንወለድናስ ዝግብኦም ነገር ድገበርናሎም ከምቲ ደዕበዩና ብሓቂ ኣኽቢርና ኢና ምስኦም ተፋላሊና ንሱ ዓቢ በረኸት እዩ ብሕልፊ ሩትየይ ልገበርክዮ ንስኽን ተስፉን ዝገበርክሞ መወዳእታ ይብሉ እዞም ተኸታተልቲ መደብና ድማ ካብዚ ዘረባና ምናልባት ወለድና ከምኡ ክኾኑ ከለዉ ንገሊኦም ምናልባት ገሌና እውን ዕድመ ደፊእና ናብኡ እንድሕሪ በፂሕናስ እንታይ ክጠቅም ይኽእል እንታይ ድሓገዘና ነገር ከም ድጠቅም ኢልክን ትቕርብኦ ነገር ኣለክን እንታይ እዮም ዘከርኪ መጀመርያ
ጠባዮም ክቕይሩ ከለዉ፣ መጀመርያ ገለ ፍልይ ዝበለ ነገር ክገብሩ ክጅምሩ ከለዉ ወይ ክርስዑ ክጅምሩ ከለዉ እንዳ ሓኪም ተዝወስዶም። እቲ ሕማም ምስ ጀመረ ንድሕሪት ኣይምለስን እዩ። ግን ክንዲ ብርቱዕ ኮይኑ ዝኸይድሲ ቁሩብ ቀስ ኢሉ ከም ዝምዕብል ዝገብሮ መድሃኒታት ስለ ዘሎ እንዳ ሓኪም ተዝወስዶም እብል ኣነ። ምኽንያቱ

ዝበለትኒ እንደገና ጸኒሓ ከኣ ትደግመለይ እንደገና ከኣ ጸኒሓ ትሓተኒ ስለዚ ነጊረኪ እንድየ እዚ እንድዩ እዚ እንድዩ እብል ኔረ ምክንያቱ ስለ ዘይርድኣኒ ዝነበረ ግን ኣብ መወዳእታ ዝሰማዓቶ ኣብ ሓንጎላ ከም ዘየሎ ክርዳእ ምስ ጀመርኩ እወ ሓቅኪ ጽቡቅ ኣለኪ ገለ እንዳበልና ክሳዕ መወዳእታ ብኡ ኢና ንከይድ ኔርና መጀመርታ እቲ ሕቶታት ይደጋግሙልካ ስለ ዝኾነ ንዓኻ ውን የሕርቐካ እዩ ኣብቲ ግዜ ደለካ ከምኡ ክትሰምዕ ኣይትደልን ንሳቶም ክኣ ስለ ዘይዝክርዎ ዕስራ ሳዕ እዮም ዝሓቱኻ።
ናይ ማማ ገዛ ከፊታ ምውጻእ ምስ ጀመረት እታ ሓንቲ ዝገዛእናላ እታ ብሬስለት ቴሌፎን ናምበር ደለዋ ጌርናላ ግን ኣትሊስት እንተ ጠፍእት ውን ፖሊስ ምክንያቱ ኣብቲ ብሬስለት መድሃኒት ዝወስድዎ እንድሕር ኮይኖም ክተጽሕፎ ትክእል ኢካ ቴሌፎን ናምበር ጥራይ ደይኮነስ ብዙሕ ኢንፎርሜሽን ክትገብረሉ ስለ ትክእል ማማ ንሳ ኣየውጻኣታን ኣይታሽሙይ ኣይገበረታን ሰዓታ ተጥፍእ ነይራ ካትማ ተጥፍእ ነይራ እታ ብሬስለት ግን ኩሉ ግዜ ገይራታ እያ ነይራ ስለዚ ኮምታት ሓደ ነገር መሕበሪ ተዝህልዎም ጽቡቅ ነይሩ። እቶም ፖሊስ ውን ይፈልጥዋ እዮም ንሳ ናይ ሕክምና ምዃና ገለ መለ ስለ ዝርእይዋ ንዓኣ ክትጠቅም እያ ብጣዕሚ ሉይ።
ኣነ ከኣ እንታይ ምበልኩ ኣነ ስለ ብኡ ስለ ዝሽገር ነበርኩ እየ ከምዚ ሓሓንሳእ ፈሊጣ ትገብሮ ዝነበርኩ ሓሓንሳእ ጥዑይ ክትከውን ከላ ጽቡቅ ስለ ትኸውን ገለ ገለ ነገራት ፈሊጣ እያ ትገብሮ ዘላ እብል ነይረ እየ ግን ፈሊጦም ኣይኮኑን ኣብ ኣብ ኣብኡ ዝሓቱስ ብዓላ ፈሊጣ ኣይኮነትን ክርድኡ ንሱ ምርዳእ ብጣዕሚ ከቢዱኒ ነይሩ እዞም ሰብ እዚ ዝፈለጡ ባዕሎም ፈሊጦም ከምዘይኮኑ ዝገብርዎ ዝነበሩ። ሓደሓደ ንምሳሌ ኣዴኻ ሲ ሽምካ ጠፊእዋ ክትርኢ ከለኻ ንምንታይ ንዓይ ረሲዓትኒ ንምንታይ ንሰላም ትዝክር ኣላ ሕማም ምዃኑ ከተስተውዕሎ ባዕሉ ሰላም እዩ ዝፈጥር ኣብ ልዕሊኡ ኣነ ከኣ እንታይ ምወሰኽኩ ትርስዕ ኣለኻ ትርስዕ ኣለኺ ትርስዕ ኣለኺ እንድሕር በዚሑ ኣብቲ ብሕልፊ ኣብቲ መጀመርያ ግዜ ዝያዳ እዩ ዝድህለካ ይርስዕ ኣሎ ኩላትና እናረሳዕና ኢና ንኸይድ ሕጂ ክንዲ ደጨንቕ ዓይነት በቃ ከይትርስዕ ባ ዘክሮ ባ ከምኡታት ሲ ዝያዳ እዩ ወይለይ ርስዕ ባ ኣለኹ ኢልካ ክትፈርሖ ዝገብረካ እምበር ዘዕርፈካ ነገር እዩ ፅቡቕ ነገር መስለኒ እቲ ደህድኣካ ነገር ክጠቅም ይኽእል ማማ እናተረድአቶ ክትከይድ ከላ ርስዕ ባ ኣለኹ እየ ክትብል ከላ ውሽጣ ትጭንቆ ዝነበረት ሲ ይርድኣኒ እከ ክርስዖ ዘይክል ኣነ ከኣ ወላ እቲ ብጣዕሚ ዳሕር ኣብ ምርሳዕ ገዲዱ ገዲዱስ ንምሳሌ ሽንቲ ቤት ክትከይድ ተደልያ ወይ ገለ በለ እንድሕር ወይ ገለ ነገር ሞሊቕዋ ኣነ ወዲ ከም ምዃነይ ግን ትዝክር ሕጂ ኣብኡ ውይ ሽዑ ከቢድ እዩ ነይሩ ብጣዕሚ የሕዝነካ ከምኡ ከቢድዎም ከሎ ከዓ ዝዝክርዎ ነገራት ከዓ ናይ ባዕሉ ናይ ባዕሎም ሰውነት ኣለዎም

ኣብዚ ስለ ዘይቅመጥ ነበርኩ almost every birthday card እረክብ ነይረ ምስ ሚእቲ ቅርሺ ካበይ ከም ተምጸኦ ውን ኣይፈልጥን'የ ግን ሚእቲ ቅርሺ ገይራ birthday ካርደይ ረሲዓቶ ኣይትፈልጥን'ያ ግን ሕጂ ርኢኻ እዚ ኩሉ ናይ ማማ እዚታት ኢና ንዝክር ስለዚ እቲ ዝሓልፍ ሓልፍ እዩ ኩልና ከየቲ ኢና ማማ ሪኢናያ ኢንጆይ ገይርናያ እቲ ጹቡቅ ሪኢና ስለዚ ን እግዚኣብሄር ናመስገና ነቶም ደለዉና ቴክ ኬር ናገበርና ነቲ ጸጹቡቁ ኢንጆይ ድገበርናያ ሜሞሪ እንዳዘከርና ነቶም ፋሚሊ ቴክ ኬር ክንገብር ኣለና። በዚ ዘበን እዚ ከምዚ ዓይነት ሕማም እናበዝሐ ይኸይድ ስለ ዘሎ ሓደ ምናልባት ቤተሰብና ከምኡ ይሓሙ እንተድኣ ኣለው ክጠቕመና ይኽእል ብምባል እዩ ቀንዲ ዓላማና ሎሚ ተኣኪብና ዝቐዳሕናዮ። ካልኣይ ብዙሕ ዓይነት ከቢድ ዝኾነ መከራን ሽግርን ሓዘንን ክበጽሓና ይኽእል እዩ። ልዕሊ እቲ ሽግርና ከንብረና ዝኽእል ግን እግዚኣብሔር ኣሎ። ንሕና ዘጸናንዓና ኣምላኽ ኣሎ፣ ንዓኹም እውን ከጸናንዓኩም ንደሊ። ነዚ ዝመጽእ ዘሎ ዓመት እውን ዓመት በረኸት ክኾነልና ዓመት ሰላም ክኾነልና ንምነ። እምበኣር ክቡራትን ፍቑራትን ቤተሰብ ፍሬ ፕሮዳክሽንስ ገለ ዝጠቅም ሓሳባት ሒዝኩም ክትኮኑ ካብዚ ተስፋ ንገብር። ስለ ዝነበረና ግዜ ንእግዚኣብሔር ኣምላኽ ነመስግኖ። ኣብ ዝቕጽል ዘሎ መደብና ክሳዕ ንራኸብ ብሰላምን ብደሓንን ቀንዩልና ኣብዚ ንሰናበተኩም።